ሰላም ከመይ ትኾኑ ናይ ሌክቸረር ሮቤል ቻናል ተኸታተልቲ ሎማዓንቲ ዘሪእኩም ከመይ ጌርና ኣብ ሓደ ስእሊ ፋይል ክንሓብእ ንኽእል ዝብል እየ ካሪኣኩም ነዚ ፋይል ንምሕባእ ካብ ዘድልዩኹም ሓደ ሲኤምዲ ካልኣይ ነቲ ስእሊ መሕብእ ዝኸውን ነቲ ፋይል መሕብእ ክኸውን ዝኽእል ስእሊ የድልየኩም እዩ፣ እቲ ፋይል ባዕሉ፣ ካብኡ ድማ ዊንራር ኣርቻይቨር ወይ ድማ ሰቨን ዚፕ ካሊእ ዚፕ መግበሪ ፋይል የድልየኩም እዩ ማለት እዩ። ብፍላይ ዚፕ ተገይሩ መንበቢ ክኸውን ዝኽእል ዊንራር ተትጥቀሙ ቆንጆ ንሱ ይመኽረኩም ማለት እዩ። ስለዚ ነቲ ስራሕ እዚ ንምጅማር እንታይ ኢና ንገብር? መጀመርታ ኣብ ሓደ ፋይል እቲ ዚፕ ክንገብሮ ዝደለና ወይ ድማ እቲ ክንሓብኦ ዝደለና ፋይል ምስታ ስእሊ ኣብ ሓደ ቦታ ሓደ ሎኬሽን ክኾን ኣለዎ ደንገርገር ከየብለና ክንሓብእ ከለና ማለት እዩ ስለዚ ብሓንሳብ ደልየን ኣለኹ እዚአን ክልቲኤን እየን እዛ ሮቤል ትብልና እሳ ስልኪ ቁፅሪ ዝኒሃ እዚአን ክልቲኤን እየ እዚ ከእትወን ደሊ ክሓእን ደሊ ኣብታ ስእሊ ማለት እዩ መጀመርታ ግን እዛ ስእሊ ንረእያ ራይት ክሊክ ፕሮፖርቲ ኢልና እታ ሳይዛ ንሪኣ መጀመርታ ክልተ ሚእትን ዓሰርተ ክልተን ኪሎ ባይት እያ ሳይዛ ፋይል ኤክስቴንሽና ዶት ፒኤንጂ እያ እታ ፋይል ኦኬ ዶት ፒኤንጂ ምዃና ረእዋ ስለዚ እዚኤን ክልቲኤን እንታይ ይገብር ተን ክሓየን ዝደለኹ ፋይል ራይት ክሊክ ገይረ ኣቱ ኣርቻይቭ ምባል ትኽእል ኢኹም ካልኣይ ሰንድቱ ኮምፕረስድ ወይ ዚፕድ ፋይል ዝብል ምግባር እውን ትኽእሉ ኢኹም ማለት እዩ ስለዚ እዘን ክልተ ፋይል እዚኤን ዚፕ ተገይረ ስለ ዝኾና ብዝዕ ዘይልያንን ድሊት ይገብረን ዛሮቤል ትብል ማለት ስለዚ ዛሮቤል ትብል ፋይል ክልተ ኣናእሽተይ ዝነበራ ፋይላት ጠቕሊላ ሒዛ ኣላ ስለዚ ነዛ ፋይል እዚኣ ከዓ ኣብ ዛሮቤል ትብል ስእሊ ክሓብኣ እየ ማለት እዩ እንታይ ትገብሩ ናይዚኣ እውን ፋይል ኤክስቴንሽና ንርእያ ራይት ክሊክ ፕሮፐርቲ ዶት ዚፕ ምዃና ቸክ ንግበር ዶት ዚፕ ክኾን ኣለዎ ማለት እዩ ኦኬ ካብኡ ብምቕጣል እንታይ ንገብር ሲኤምዲ ትኸፍቱ ኣዛ ሎኬሽን መፅሓፊት ኣብኣ ሲኤምዲ ኢልኩም ትፅሕፉ ማለት እዩ ሲኤምዲ ኢንተር ትብልዋ ማለት እዩ ኣቋራጭ እዚ መጥቀም እዚ ማለት እዩ ካብኡ እንታይ ንገብር ኮፒ ትብሉ ኮፒ ኢልኩም ትፅሕፉ ስላሽ ቢ ኮፒ ስላሽ ቢ ካብኡ ናይታ ስእሊ ሽም ሮቤ ዳብል ኢ እያ ዘላ ዶት ፒኤንጂ እያ እታ ፋይል ኤክስቴንሽን ተዓንድዎ ዝረኣናዮ ማለት እዩ ካብኡ ስፔስ ጌርኩም ፕላስ ስፔስ ሮቤል ዶት ዚፕ ስለዚ ኣዛ መጀመርታ እንታይ ኣላ ሮቤ ዶት ፒኤንጂ ትብል እታ ስእሊ እያ ናይታ ስእሊ ሽም ኣዛ ካልኣይቲ ከዓ እንታይ ኣላ ሮቤል ዶት ዚፕ ትብል ከዓ ዚፕ ዝኾነት ፋይል እያ ማለት ክልተ ፋይላት እያ ሒዛ ነይራ እዚ ኢንተር ንበላ ካብኡ ኢንተር ምስ በልክዋ ሓደ ዋን ፋይል ኮፒ ኢላ ኮፒ ገይራ ወዲኣ ኣላ ማለት እዩ ዓብዪ እንድሕር ኮይኑ እቲ ፋይል ኮፒ ክሳብ ዝገብር ስለ ዝዝንገዕ ትዕግስቲ ተፀበዩ ኢኹም ኮፒድ ከምዚ ኖቲፊኬሽን ክሳብ ዝነግረኩም ሳክሰስ ዝብል ክሳብ ዘርእየኩም ትፅበዩ ማለት እዩ ስለዚ ኮፒ ገይርለ ተሳኺለ የለ ማለት እዩ እዚኣ ክዓፅዋ እየ ሕጂ እዛ ዚፕ ትብል እውን ክድልታ እየ እዚኣ ሕዚ ሳይዛ ንሪኣ ኣዚኣ ትርእይኩም ዘላ ንዓኹም ስእሊ ብቻ እያ ኣብ ውሽጣ ግን ሳይዛን ራእይ ሕዚ ፕሮፖርቲ ኣንቶ ብኪሎባይት ነይራ ሕዚ ኸ ክንደይ ሜጋባይት እኒ ሓደ ነጥ ሰለስተ ሓደ ሜጋባይት ስለዚ እቲ ፋይል ንሱ ኣትየ ኣሎ ማለት እዩ ክትሪእዋ ከለኹም ብላዕሊ ግን ዋላ ዳብል ኪል ጌርና ንክፈቶ ስእሊ እያ ትረኣየና ማለት እዩ ንካሊእ ሰብ ክትሕልፍሉ ከለኹም ሪእዋ እዛ ስእሊ ሌክቸረር ሮይል ትብል ስእሊ ብቻ ምዃና እዩ ዝፈልጥ ካሊእ ፋይል ኣለዋ ደሉ ክጥርጥራ ኣይኸእልን እዩ ማለት እዩ እንድሕር እቲ ፋይል ሱቅ ተውፅዎ ደለኹም ኮንኩም ግን ራይት ክሊክ ትገብሩ እሞ ኦፕን ዊዝ ትብሉ ኦፕን ዊዝ ዊንራር ኣርቻይቨር ዊንራር ኣርቻይቨር የለየና እዩ ዝበልኩም ነዚ እዩ ማለት እዩ እዚ ትሪእዎ ከለኹም ክልቲኤን ፋይል ኣለዋ እተን ዓንቶ ዚፕ ዝገበርናየን ፋይላት ኣለዋ ማለት እዩ ድሕር መሊስኩም ክትረኽብዎ ትደልዩ ኮንኩም እንታይ ኢኹም ትገብሩ ክልቲኤን ሰሌክት ትገብሩ ኮንትሮል ብምፅቃጥ ክልቲኤን ትመርፁ ካብኡ ኤክስትራክት ቱ ካብኡ ኣብ ምንታይ ኤክስትራክት ይኹነልኩም ዝብል ሕዝታ ናተይ ዝኒኹዋ ሎኬሽን ኣብ ኔትወርክ ስለ ዝኾነት ኣብ ኔትወርክ ዝብል ኦኬ ኣሎ ማለት እዩ ካሊእ ቦታ ተደሊኹም ኩሎ ዝኒኦኩም መማረፂ ኣብ ማል ክገብርዎ ማለት እዩ ኦኬ ኣብላ እየ ረእዎ ክልቲኤን ፋይል መሊሰየን ኣለኹ ማለት እዩ ካልኣይ ሜስ ከዋላ ተደለትክዎ እውን ካብኡ ይጠፍኣኒ ኣብቲ ስእሊ እሱ ባዕለ ኣለዋ እየን ማለት እዩ እዚ እውን ኦፕኑ እዩ ዝኢለካ ድየ ዊንበር ኣሻገር ብኡ ከፍቲ ኣው ኒዋይ ኣውስ ሓቢኤን ኒዋ ማለት እዩ ካልእ ሰብ ብምንም መልክዑ ክጥርጥረልኩም ይኽእል ኣብዚ ስእሊ ፋይል ከም ጌርኩም ትሓብኡ ትብል እያ ነይራ ናይ ሎማዓን ቱቶሪያል ድሕር ፈቲኹማ ኮንኩም ላይክ ሃውን ኢኹም ሳብስክራይብ ብምግባር እውን ናይ ቻናለይ ተኸታተል ትኽእሉ ካልኦት ቱቶሪያላት እውን ክትረኽቡ ስለ ትኽእሉ ኣብዚ ፕለይሊስት ዘሎ ኣብቲ ቻናለይ ሙሉእ ብምእታው ተመሳሰልቲ ናይ ኮምፒውተር ቱቶሪያል ሕጥር ዝበሉ ብትግርኛ ቱቶሪያላት ክትረኽቡ ኢኹም ቻናለይ ኣትኹም ብደም ጌርኩም ጎብንይዎ ኢኹም ካልኦት እውን ዕርኽትኹም ንክፈልጥዎ ምእንቲ ሼር ግበሩ ኢኹም ምናልባት ኣብዚ ዘይተረድኦኩም ነገር እንዳሃልዩ